ሰላም ከመይ ቀኒኹም ፋርማሲስት ኣርያም ኢሳቕ እየ ሎም መዓልቲ ሒዘልኩም መጽየ ዘለኹ መደብ ዲፈረንስ ኣብ መንጎ ኣይዞሌሽን ኤን ኳረንቲን ብትግርኛ ኣይዞሌሽን ምንጻል ክንብሎ ኢና ኳረንቲን ከኣ ምውሻብ ኣብ መንጎ ምንጻልን ምውሻብን እንታይ ፍልልዩ ምውሻብ ክበሃል ከሎ እቲ ምልክታት ናይቲ ሕማም የብልናን ግን ምስ ሓደ ኮቪድ 19 ዘለዎ ሰብ ብቐረባ ተራኺብና ወይ እውን ከዓ ብቐረባ ኤክስፖዝድ ወይ ከዓ ተቓሊዕና እንድሕር ደኣ ኔርና፣ እቲ ሕማም ከም ዘለናን ዘይብልናን ስለ ዘይፍለጥ፣ ኳረንቲን ወይ ከኣ ምውሻብ ንገብር። ምውሻብ ወይ ከኣ ኳረንቲን ንዓሰርተ ኣርባዕተ መዓልቲ ይኸውን። እዚ ዝኾነሉ ምኽንያት ከኣ፣ እቲ ሕማም ክሳብ ዓሰርተ ኣርባዕተ መዓልቲ ከድልዮ ስለ ዝኽእል ንኽግለጽ። ኣብ ኣይዞለይሽን፣ ወይ ከኣ ምንጻል እንተ መጺእና ግን እቲ ሰብ ኮቪድ ናይንቲን ሒዝዎ ኣሎ ወይ ምልክታት ናይቲ ኮቪድ ናይንቲን የርኢ ኣሎ ወይ ብሕክምና ከኣ ፖስቲቭ ወይ ከኣ ኣወንታዊ ዝኾነ ውጽኢት ረኺቡ ኣሎ። እዚ ምስ ዝኸውን እቲ ሰብ ንዓሰርተ መዓልቲ ይዕጾ ወይ ከኣ ይንጸል። ዓሰርተ መዓልቲ ምስ ወደኣ እቲ ምልክታት ናይ ኮቪድ ናይንቲን እንዳተመሓየሸ እንድሕር ደኣ ከይዱ ፊቨር ወይ ከዓ ረስኒ ከየርኣየ ን ዕስራን ኣርባዕተን ሰዓት መድሃኒት እውን ከይወሰደ እንድሕር ደኣ መድሃኒት ከይወሰደ እንድሕር ደኣ ጸኒሑ ምልክት ከም ምሕዋይ ስለ ዝቑጸር ናብ ፓብሊክ ክወጽእ ይኽእል ወይ ከዓ ምስ ካልኦት ሰባት ክሕወስ ይፍቀደሉ። እዛ ፍልልይ ኣብ መንጎ ምንጻልን ምውሻብን ተረዲኣትኩም ክትከውን ተስፋ ገብር እንድሕር ደኣ ሕቶ ኣሎኩም ኮይኑ ኣብዚ ታሕቲ ኮመንት ግበሩለይ። ኣብ ፖርትላንድ ወይ ከኣ ብሓፈሻ ኣብ ኦሬገን ትቕመጡ እንድሕር ደኣ ኮንኩም ኣም EECRC ወይ ከኣ Eritrean and Ethiopian Cultural and Resource Center ዝበሃል ማሕበር ኣሎ። ንሱ ብዝተፈላለየ ሓበሬታን ካልእ ካልእ ሓገዛትን ክሕግዘኩም ስለ ዝኽእል ናይቲ ማሕበር ሊንክ ኣብዚ ታሕቲ ክገድፈልኩም እየ። ነቲ ሊንክ ጠዊቕኩም ተጠቐሙሉ ኢኹም። ብዝተረፈ ጽን ኢልኩም ስለ ዝሰማዕኩምኒ የቐንየለይ። ብሩኽ ቅነ።